ጨጉሪ ፍትሑ ደቂ ሳልስ ዝገብር እዩ ሕማቕ ኣሎ ፅቡቕ ኣሎ እሰም ድምዳ ዝመፁ ደለዉ ኣይ ድርድር ኣይሶምን እዚኦም ዳ ቀሺ ክፍላይ እንድዮ ዋ ሎም መዓንቲ እኳ ሓንሳብ ክፅበ እሞ ዋላ ናይ ኣማዓሸ ከይደ መቐነይ ጭርድ ጭርድ ኣብለይ ክብሎ እምበሪ እንታይ ዳ ክብል ናብቲ ዕዳጋ ምኻድ ውን መሲኒ ኣሎ

ንሳ ጻሂቱ ክትድንግጽለይ ኢለ እየ ጭሕማያ ዘርጊፈ። እንታይ እዕዕዳ ጨርሲ ኣባ ከምታ ዝፈለምክያ ትዋዕ መዓረ ለምለም ደኣ ከምዚ እና ክገጥማ እንድያ ጓል ትረኽቦ ትብል። ኣንቲ ጻሂቱ ንጉሆ ምድሪ ብዘይ ኣፍና ኣዛሪብክና ዋእ ኡፍ። እዋይ እዋይ እዋይ ኣቲ ጻሂቱ እረ እንታይ ወርዩ ክሎምስ እንታይ ዶ ኮይነ እየ

ኣብዛ ትሕተይ ኮፍ ኢልክስ እምበኣር ጸርፊ መመሪጽ ክተዝንብለይ ኣሎኺ። መሸን ብማይ ቤትኩ ኣምዔኹም። እታ መዋቲት ሓፍትኺ ከኣ ነብሪ'ያ ነይራ ኢሎማ ነብሪ። ኣምዔ ኢኹም ኣምዔ ኩሉኹም። ካብ ማይ ቤትኩም ብዘይካኺ ንኻልእ እኳ ኣይቀረብኩ። እንታይ ኾንኩም ኣቱም ናይ ኣስመረ ደሓን ኮንኩም ሎምዓንቲ እንታይ እሞ ተትህልዉን ዘላግም ኔርኩም ዘምጻእኩም ነቲ ጎብ ዘየምጻኣካ ዘረባ ኳል ኣይፈቱ ጸሃይቱ።

እዋይ እዋይ እዋይ ኣፀሃይቱ
እዋይ እዋይ ኧረ እንታይ ወሪዱኪ እዞም ጭብክሲ በቃ ብስርዓት እዮም
ኣትፅንሒ እንዶ ዓቕሊ እንዶ ግበሪ ከምዚ ዓንቀሩ ዝኽላእ ዘሎ ቆልዓ ፈንጠርጠር እንታይ ፋይዱ እዋዕ እንተ ንስኽን ጭም ሓዳስ ኣይኮንክን ኣነ ከኣ ከምዚኦም ዝኣመሰሉ ዕጸ ክርኢ እንከለኹ ኣፈይ ማይ ምልእ ምልእ ምልእ ስለ ዝብለኒ ሰተት ታይ ኣብሎምኔ ዕጸ ደኣሞ ኣየናይ ዘለላ ወይኒ ኮይኑ እዩ ከም መልክዕ ትብህግ እዮ።
ሃይ ኣነ ኢደይ ንዒ ግዳ ኮፍሊ ኮፍሊ እሞ ንዒ ደይ ምፍላጥ እንድዩ ዕንጨይቲ ገይሩኪ ዘሎ ናይ ኮፍሊ ዋእ ስምዒ ጸሃይቱ ንስኺ ክሳድኪ ጠዊኺ ክፋእኪ ትርእዮን ኢኺ እቲ ብማዕዶ ዝርኢ ሰብ ግን መን እዩ ቆኒንዋ እናበለ ክወቕሰኒ ጽቡቕ ዶ መስለኪ እህ ኤ ጸሃይቱ ብሞያ ሰሓቕን ዕየራን ኣየድልን እዩ።
እሞ ክሳደይን ርእሰይን ክትፈላልይዎኹም መዲብኩም?
ሂን እሞ በሊ ፀሃይ ኣለም። ዋእ! ሓደ እዋንሰ ሓንቲ ቆርማድ ሰበይቲ ዶ ኣይነበረህልክን? መን እያ ንሳ?
ምፍላጥ እኳ ትፈልጥያ ትኾኒ? ኣይፈልጣን ይፈልጣ።
ትፈልጥያ ክምፍላጥሲ ኣምለሰት ዝብልዋ ዕርጭጭ ኢሉ ፀጉሪ ርእሳ ዶ ኣይነበረህልክን?

እዋእ ኣይብርስሓት እንዲዩ ተዘሪዑ ዘሎ ዘይመስል ኡፍ እታ እግዝእትነ ማርያም ተሰወር ክትብለካ ጥዑም እዩ እንቋዕ እሞ ክትዛረቦ ትብሊ ግልጽ ኣይበልኪ ዓይንኺ መንሽረኪ ተዝኸውንስ እንታይ ዶ ክብል እየ
ከምኡ ከ ኣባ ነርኢ ሓቁኹም ንሱስ ወዲ ከም ጨው ሕቐቒ እምበኣር መዕበስ ድኽነትኪ ክትገብርኒ ክትሕልኒ ዘለኺ ኣነ ሰመረ ኣብ ኣነሲ ክልተ ቅርሺ ናትኪ ክልተ ቅርሺ ናትኪ ፈናዲ ክብል ሲ ኣብ ደይ በዘ ዘይክኣቱ እ እምቧ
እንታይ ኣልኩም ማትም ኣስመራ ዘረባ ክጠዋውቁ እምበሪ ዋ ኣንቲ ማዓረ ከምዚ ኢልክ ጠዓዒምካ ዓይንክ እንተሃብክንስ እንታይ ዶ ክብለክ እየ እ እስኺ ካዕቦን ምዕሮን ምዝራብ ዘይትሓድጊ ኣነ ከዓ ደም ሰብኣይ ኮይንኒ ወስ ምባል ዝኣመለይ ወላ ምንት ምንት እየ ዝቃቕር ኣብዝኣን ዋ ኣብዚ ቡን የብሉ መልኣኽ ሽል ዝበለን ብእምነ ነገር ዝተበልቀ ገዛን ከ እንታይ ዘዕነን ኣሎኒ? እዋ ዕድመ ዕድመ ንውሕሏት ኣድ- ኣእዳወይ እልፊ ኣእላፍ ኣንስቲ ነዛ ሓንቲ ግዜ ክቑንነን ግናዕ ኢደይ ልሒሰን እየን ጽዋዕኒ። እዋ እሞ ጀሚርኩም ከም ጓል በረኻ ስርየት ክመስልዎን ጨርጨርየስ ባህ ይብለኩም? እዋ ንሰመራዊ እሞ እንታይ እዩ እዚ? ብቐደሙ እርኑብ ጠባይ ምገበርኪ፣ ካብኡ ዝተረረ ከኣ ኣብ ዕጹው ገዛ ኣቲኺ ከም ሱማር ዘይለሎኹንዲ ድዩ ዘጥወንውነኪ ዘሎ? እዋይ እስክቲ እዋይ እዋይ ኣቲ እንታይ ደኣ ሉብ ጠብጣብ ግንባርኪ ከም ሳርዴታ ተር ኢሉ ዝረኣየኒ ዘሎ'ቲ ኣንቲ እንታይ ሕጂ ከ ዋይ ዋይ ዋይ እስከ እዋይ እወ እስኺ ዝተቐዘፊ ደኣ

ቆናኒነ ከም ዘይከሀ ዕንግልሲ ገምበር ክጠዓዒምኪ ከምዚ ኢልኪ እናሃብክኒሲ። ሕማስከ ሰንቂሮምኒ መርዘኒ ኣልዒሎምለይ ርእሰይ ደርፊሶምኒ እናልኪ ነዛ ጥዕምቲ ስመይን ነዘን ውሕሉላት ኣጻብዕተይን ክትኽፈይን ዲኺ ተንሲእኺ ደለኺ? ደሓን ኣነ'የ በደለኛ ኣነ'የ በደለኛ ናባኽን ናብ ሰይትወልዱ እንታይ ዘምጽእ ነይሩኒ ጥዑይን ለዋህን ሰብ ዘይኮነሉ እንታይ ዘበን'ዩ ታዚ ከመይ ደኣ መሰሉ ሰብኡት እባ

ዕስራን ሓደን ዓመት ከም ሓንቲ መዓልቲ ቆኒነ ሓንቲ ጸጉሪ በንጢሱ ወሲዱለይ ወይ ውን ኣልባሶ ዝበልክዎ ግልብጭ ግልብጭ ዝበልክዎ ኣዳጉራ ጌሩለይ ትብለኒ ሰበይቲ ኣላ እህ እወ ግዳ ሓቂ ብፍጥረተይ ጭምቕታት ስለ ዝፈቱ ሓሓሊፈ ያዕያዕ ያዕያዕ እበሃል እየ ኣይ ከምቲ ናትክን ደኣ እምበር ኣይ
ምስ ሰይቲ ፍረስ ግዘ ባእሰኩም ደኣ ብሰንኩኹም ዶ ኣይኮነትን ጽቡቕ ጨጉራ ብላም ሓግሒጋ ኣደርብየቶ ብሰንኩኹም ደይኮነትን ዓለም መኒና ደብሪ ዝሰፈረ ናይ ልበይ ጋር ክተዛርቡኒ ደሊኹም ኮመ እምበር ኢልኩም ደኣ ኢደ ሰሎሙን እንድዩ
ድራማይ ትዘክሪ ፀሃይቱ ናታ ዶ ኸዓ ዘኪርኪ እዋይ ዘየለ ስለ ዝፍቶ እምበሪ ናይ ጨጉሪ ግዳ ታይ ጨጉሪ ነይርዋ ኣይ ቆርጫጭ እንድያ ዝነበረት ኣይ ጨጉረን እኳ ፅቡቕ እዩ ጠባይ ነይሩ ምስኣ ክንዲ ኩሉ ዋ ጠባይ ነይርዋ ወንጨርጨር ምባል ከኣ ስለ ዘይትፈቱ እንተረሓቐት እየ ዝብለኪ እንተረሓቐት ኣብ ዓሰርተ መዓልቲ እያ ትጽውዓኒ ዝነበረት ብዕላል ዕላል ሓንቲ መዓልቲ እናዕለልና እናዕለልና ዘረባን መሸላን ርእሲ ርእሱ ርእሲ ርእሱ ርእሲ ርእሱ እንተጨረምካዮ ጽቡቕ እብላ ኣለኹ ንሳ ከኣ ከም መጽዓን ተሳሓበቶ ተወጠጠቶ ተዘርዘረቶ እብለኪ ኣንቲ ናይ ኣስመራ